ዘራጊት ከም ትንበር ሓደ ነገር
ሓደ ነገር
ሕፈሪ እቲ ሓፍሪ ዝግባእ ነግረክ ዶ ነግረክ ሓንሳብ ስማ ኣይመተት ኣይመተት ኣይጠፈአት ኣላ እንዲያ ኣላ እኮ ሓንሳብ
ብጣዕሚ ክትሓፍሪ ኣይትዛረብ ኣይትወራዘይ ምክንያቱ ተመሲልካ ክትሓፍሪ ዝግባእኪ ትገብሮ ዘለካ ጌጋ እዩ ጠጠው ኣብል ኢለካ እዩ ክትሓፍሪ ዝግባእኪ ኣነ ከዓ ክነግረካ ምንም ኣይሓንኽኒ እስኻ ዘይሓነካ ዋ ጡብክን ኣርያኒ ኢልካ መሸኒትካ ትሰድድ ሰብኣይ ደኣ ሞ ኣይሰድድን ረሳሕ ኣለና ኮንትረትካ ወይ ኣለና ስዲ ዋላ ቃላትኪ እንታይ ንምዋ መሸኒት ዶ ይኮነን ዝበሃል እንታይ ድዩ ዝበሃል ኣቕሓኻ ንብረትካ ኢለካ ግን ኣገሊፀ ድማ ክነግረካ እስኺ
ምስ ዕድመኺ ዘይከይድ ባህርያት ናይ ዕድመይ ገዲፍካ መሸኒት ምባል ዕድመ የብል ኣይገን ተፈጥሮ እዩ ዘለካ እዩ መሳርሒ ካብ ኻዩ ክንዲዚ ዓይነት ስዲ ምዃንኪ ይፈልጥ እየ ነይረ ኖ ተሰድድ ኣስኻ ዝሰደድካ እምበር ኣነ መዓስ ሰዲደ እስኻ ኮይኻ ሰዲድካ እ? ኣርኢያኒ መዓኮር ክንዶ ጡብ ክንዶ ትብል ኩስኻ ኢኻ። ሓቀይ ቀሳሕ እዚ ኣነ ድማ እዚ ተግባር እዚ ሒዝካ ምስ ቡልነብል ዝኾነ ክላየንት ክትሰርሕ ኣይትኽእልኒ ብቕዓት የብልካ ባለ ክንገራኪ ትሰርሖ ኣለኻ ስንኻ ስማኒ ትሰርሖ ኢልካ ትሰርሖ ና ኣለኻ። ስምዕኒ እዚ እምበር ንዓይ ባህርያት እዚ ሱፐርቪዥን ዘይብሉ ማኔጀር ዘይከታተለካ ብውልቂ ትሰርሖ እንድሕር ኣለኻ ትቐጽሎ ተለኻስ መንዶ ይፈልጥ እዩ። እቲ ረ ኪሮስ ውፍይ መጨጨ እቲ መን ኢኻ ትብሎ እቲ በረኸት ጸማም ኮይንካ ሰባት ክምልሱልካ ጥራይ ባዕልኹም መጺኹም ብጠቕላላ መልሱ ንበዓል ንዓይ መልሱለይ ልዕለይ ተባዕ ከም ዘይትኾኑ ርግጸኛ እየ ብፍላይ ውፉይ ምሳይ እውን ስለተረኣኣና ጸገም ዝበሃል የብሉ እንታይ ይሰርሕ እንታይ ይገብር ልውሃተይ ዘለኒ ኣቀባብላ ኣብ ልዕሌኻ ገለ ትፈልጥ ኢኻ ቴሌፎን ምቕባል ኣቢኻ ኣለኻ ባይዘወ ጽሕፈልካ ኢኻ ሕጂ ኣብዚ ኩነታት እዚ ኢግኖር እናተገበርካ ምኻድ እንተኾይኑ እንታይ እዩ ዝበሃል ኣብ ርእሲ ዋጣ ከውጠጥስ ገለመለ ገለ እዩ ዝበሃል ከውጠጥ እምበር ኣይዋጥ እንደገለ እዛ ቃልሲ ተናቢብና ሓደ ኮይና ክንከራህ ዘይክኢልና ገሊኦም ክሰዓሪኦም ገሊኦም ከብልኦም ኣበልካ ዋጋ ይብሉን ጠላላ ማለት መን ደፋር መን ፈራሕ መብፅኡ ዝነበረ ኩነታት እውን ደፋርን ተባዕን ዘብለሉ ኩነታት ስለ ዝሓለፍናሲ ኣበይ በይ ነይራ ኩላ ሰብ ንፈልጥ ኢና እታ ዋጋ ከፊላ ዘላ ኣበይኣ ዘላ ንፈልጥ ኢና ክተዛረቡና በጃኹም ኢልናኩም ኣነ ብጣዕሚ ከምዚ ሙስሉይነት ነገር ጠቕላላ ኣይፈትዋን ጠቕላላ ማለት ሙስሉይነት ኣይፈትዋን እቲ ግዜኡን ሰዓትን ሕጂ ግንባር ከይበልኩም ከለኹም ሲ ኣብቲ ምስቲ ስርዓት ዝግበር ዝነበረ ኣብ ዳሳት ሰብ ተፋሊጣ እያ ሽዑ ኣበይበይ ሰፊራ ኣላ ኣብ ሂወታ እንታይ እንታይ ስምብራት በጽሕዋ ኣሎ ግን ዘይፈልጥ የለን። እቶም ነዚ ቃልሲ እዚ ዋጋ ዝኽበል ሰባት ሲ ኣብኡ ሰብ የለን። ናይ ጆን ብላክ ምስሉይት ገይሮም እስኪ ፖስት ክገብሩ ሪኤ ነይረ ኣብ ሓደ እዋን። ዝገርመኩም ጆን ብላክ ኣብ ሰሙን ክልተ ግዜ ምሳይ እንዳተራኸበ ንኸይድ ነርና ኢና ሕጂ ተኸልኪሉ ኣሎ። ክረኽቦ ንዓይ ይረኽበኒ ምስ ወጸ ዝምስክሮ እዩ ብዙሕ ንበሃል ነርና ኢና። ገሊኦም ግን ከምዚ ዝብል ጆን ብላክ ገለ መላገጺ ማለት እዩ።

ብዛዕብኡ ውን እንታይ እዩ ዝብል ንሱ ጽቡቅ ዝኮነ መረዳእታ ኣለኒ ሪከርድ ቁረጽ እናሸቀጥካ ውሽጢ ውሽጢ እናገበርካ ዝግበር ነገር ግን ኣበይ እዩ ከብጽሕና እቶም ሰባት ኣበይ ኢና ክንበጽሕ ብውሽጢ ውሽጢ ምስ መን ቃል ዝተሓልሒልካ እንታይ ኢኻ ትገብረልካ ዘለኻ እባ ሰብ ስዒቡካ ስኢልካ ነዚ ሰብስ መጋበርያ ክትገብሮ መጻወቲ ክትገብሮ ኣነ ሓንቲ ዝብላ ግን ኣሕዋት ንሓድሕድና ኣይንከሳሰብ እቶም ኩሎም ላዕሊ ላዕሊ ዝኸዱ ዘለዉ ንጥቕሞም ጥራይ እዮም ኣነ ንስኻን ጥቕሚ የብልና እታ ጥቕሚ ተሰዊእና ዓድናን ህዝብናን ንምውሓስ እምበር ትሮት ንጥቕሞም ዘናድዩ ዘለዉ ክሳብ ንስኻ ከይትዕረቕ ክትዳመ ሳዕርን ተሳዕርን ገብሩኻ ተሃንዲዶም ኣለዉ እዚኣ ሕዛ ወይልኻስ ንዓይ ትጸልእትም ሰባት ኣነ ምሳኻ ሂወት ትኸፍል እየ ዘይወርድ ኣብዚኣ ኮይነ ይዛረብሉ ሎሚ ሓንቲ ሓንቲ ክዛረበኩም ኣነ ክወርደይ ግን ኣብዚ ዓዲ ብክሲ ልበይ ጠፊኡኒ ዘለኹ እየ ሎሚ ኣማሪረ ክዛረብ ማለት እዩ ኣይወርድን ወረቐት የብለይ ኣብኡ ኮይኑ ይዛረቡ እንትብሉ ኣብዚ ከዓ ኣለኹም ሰው ኢልኩም ምስለይን ዘይምስለይን ትብሉ ማለት እዩ ኣነ ኣብ ዝግበር ዝነበረ ኣብዚ ዓዲ ኣይትኺድ እናተባሃልኩ ከይደዮ ተታሒዘ ወረቐተይ ውፅኤ ናብ ዝኾነ ሃገር ከይበፅሕ ደው ኢለ ኣለኹ በቃ እዚኣ ሕዝዋ ፈሪሕና ኣይኮና ንሰርሕ ኢና ገንዘብ ኣለና ኣምላኽ መስገን ከምቲ ሰብ ኩሉ ዝፅዕሮ ንፅዕር ግን ሙሽሙሽ ዝኾነ ወለዶ ከጋጥመካ ከሎ ግን እንታይ መንነትካ ከይፈለጠ ቁስልኻ ይጎድእካ ማለት ሕጂ ከኣ እቲ ንብሎ ንሓቶ እዚ ነዚ ዘይምልስ መራሒ ድዩ ንዓይ መራሒ ኮነን መራሒ ኣይኮነን እዚ ንዓይ ኣነ ኩሉ ግዜ ይብላ እየ እቲ ጅግና ንስኻ ኢኻ ይብል እሞ ንሓድሕድኩም ትበኣሱ ክርኢ ከለኹ ንዓይ ፀርፉ ንፀገም የብለ እዩ ዋጋ ኣብ ዓንፃር ትኸብሉ ዝነበርኩ ንሓድሕድኩም ክትበኣሱ ክርኢ ከለኹ መዓንጣ ከብደይ ሕርር እየ ዝብላ ከም ናትኩም ስምዒት ኣለና ከማኹም ዋጋ ዝኸፍል ዘሎ ኮይኑ ደቂ ሰባት ኣብ ላዕሊ ኮይኖም ክዕሽውኒ ፍፅም ንሓንጎለይ ኣነ ፍቓደ ይባል እዚ ቃልሲ እዚ ከማኻትኩም ህይወት ዝኸፈልኩ ህይወት ንኸፍል ዘለና ኢና ግን ውልቀ ሰባት ከምዚ ገይሮም ንዓናስ ክዕሽውና ያ ኣብዚ እዋን እዚ ከም ፀላእቲ ንሓድሕድና ክጋጭውና ዝሓስቡ ዘለዉ ሕጂ እውን ኣነ ተቓሊሲ ኢለ ይሓስቦምን እየ ሶ ካልእ ሕቶ እቶ ወዲና
እዚ ወዲ እዚ ነዛ ቃልሲ መዓልትን ለይትን ንውልቀ ሰባት መዓልትን ለይትን ጸሎሎ ክለክን ዝተፈላለየ ኣጀንዳታት ክፈጥር ይረእ ኣሎ ኢትዮጵያዊ ይብል ኣለኹ ይመጉት ሰብ ይምጻእ ኣነ ኢትዮጵያዊ ምዃኑ ጽቡቅ ገይረ ኣረጋጊጸ እየ እሱ እውን ኣብዚኣ ከማይ ኣፍ ልቡ ነፊሑ መበቆል ኣቦኡን ኣዲኡን ኣይገልጽን ትብዓት እውን የብሉን የሕትቶ ምዃኑ እውን ይፈልጥ እዩ ሓደ መኣስ እዩ ዝኾነ ሰምዕ ነይረሲ ወዲ ሰንዓፈ እኮ ወዲ ሰንዓፈ እኳ ዋዕ ተጋጊኻ ኢትዮጵያዊ ኢና ንብል ዘለና ንሕና
ተንኪፍካኒ ድኻ ገድፈኩምኒ ኣነስ ከዓ ሕጂ ብብርጌድ ንሓመዱ ተዛሪበ ፈጠን ስኢለ ሙዚቃ ገብር ካልእና ንዛ ኣገድፈካኒ ነቲኣ ናይ ብልፅግና እቲኦም ብልፅግና ተብሎም ዘለኻ ከመይ ገይረ ሓመድ ከም ዝገብሮም

ክትምራሕ ጥራይ ዘለካ ዕድል እሱ ውን ዕድል ተሂብናካ ተተመሪሕካ ኣብ ትሒትና መን ይሃስካ ጋዕጋዕ መራት ዋእ ካልኣይ ወለድኹም ወይ እንዳ ሰበይትኹም ኣብቲ ዝሰግርሲ ንዓይ ክትመርሓኒ ዋእ መራት የስ ብርጌድ ንሓመዱ ዛሬም ነገም ከነገወድያ

ጌርና ሰልጠነ መቃልስትና ቋንቋ ናይ በዓል ሳዋ ሽኮር ስለ ዝደገመ ኢና ጉሒና እምበር ሳዋ ሽኮር ክብሎ ንወድ ሃረሰገድ እዮም ንሶም ጸላእቲ እዮም ህግደፍ እዮም ንሱ ንሶም ዝፈጠርዎ ንሶም ዝፈጠርዎ መህረሚ ሰባት መግነኒ ሰባት መነጸሪ ሰባት ክንደይ ዳመጅ ፈጢሩልና ከኣሲ ንፈልጦ ኢና ሕጂ ሰልጠነ ንምንታይ ብውልቂ ጽልኢ ንህልኽ ገለ ይበሃል ሰልጠነ ምሳና ዋጋ ዝኸፍል